ኣብ ናይ ሎሚ ቪድዮ ትሕዝቶና ብዛዕባ ሓደ ዓቢ ኣገዳሲ ንውሽጣውን ንደጋውን ኣካላትና ኣዝዩ ብዝተፈላለየ ኣሰራርሓ መንገዲ ኣዳሊና ኣብ ጥቕሚ ከነውዕሎ ንኽእልን ሱፍ ነቶም መግቢ ንምድላው ብዙሕ ግዜ ዘይብልና ግዜ ንምቑጣብ ሱፍ እንታይ እዩ ንሕማም መንሽሮ ማለት ካንሰር ኣብ ምክልኻል ዓቢ ተራ እዩ ዘለዎ። ሰላም ሰላም ክቡራትን ክቡራን ተኸታተልቲ ነዚ መደብ ከመይ ቀኒኹም? ሰላም ኣምላኽ ምሳኹም ክኸውን እንዳተመነኹ እንኳዕ ብደሓን ናብ ሃናጺ ሓሳብ ቲቪ ብሰላም መጻኹም። መምህር ናይ ስነ ቅመምየ ክሳብ መወዳእታ ምሳና ክትጸንሑ እንዳዓደምኩ ናብ ናይ ሎሚ ትሕዝተና ከብለኩም ኣብ ናይ ሎሚ ቪድዮ ትሕዝተና ብዛዕባ ሓደ ዓቢ ኣገዳሲ ንውሽጣውን ንደጋውን ኣካላትና ኣዝዩ ጠቓሚ ዝኾነ ትሕዝቶ ዘለዎ ኮይኑ ብዝተፈላለየ ኣሰራርሓ መንገዲ ኣዳሊና ኣብ ጥቕሚ ከነውዕሎ ንኽእልን ከምኡ ናብ ዕዳጋ ብቐሊሉ ክንረኽቦ ንኽእልን ክንስና እንተ እንዳፍለጥና እንተ ሰኣን ፍላጥና ኣብ ጥቕሚ ዘይነውዕሎ ዘለና ሱፍ እዩ ክኸውን ሱፍ ነቶም መግቢ ንምድላው ብዙሕ ግዜ ዘይብልና ግዜ ንምቑጣብ ኣዝዩ ድሕግዘና ከምኡውን ነቶም ፀወምቲ ከዓኒ ንመተካእታ ኣዝዩ ዓብ ረብሓ እዩ ዝህበና ስለዝኾነ ድማ ኣብ ሳይንስ ብዝተመርኮሰ ሱፍ እንታይ እዩ፣ እንታይ ጥቕምን ጉድኣትን ኣለዎ፣ እንታይ ትሕዝቶ ይውንን፣ ከምኡውን ምስ ጥዕናዊ መዳያት ኣሉታዊ ሳዕቤን ኣለዎ ድዩ ንዝብልን ካልእን ክንገልጽ ኢና። ክሳብ መወዳእታ ሓቢርና ንጽና። ከም ቀዳመይቲ ነጥቢ እንሪኣ ሱፍ እንታይ እዩ? ሱፍ ካብቲ ሄልያንተስ ኣንዩስ ዝበሃል ዓቢ ብጫ ዕምበባ ዝርከብ ፍረ ኮይኑ እዚ ፍረ እዚ ድማ መኽዘን ሓይልን ጥዕናን ተባሂሉ ክጽዋዕ ይኽእል። ከምኡውን ሱፍ ንጥዕና ልብናን ቆርበትናን ዝሕግዝ ሓያል ስነ ፍልጠታዊ ረብሓ ዘለዎ ኮይኑ ኣብ ባህልና ድማ ንመግቢ መቐረት ንዕላል ድማ ድምቀት ዝህብ ክቡር ትሕዝቶ ዘለዎ እዩ። ከም ካልኣይቲ ነጥቢ ኣልዒልና ንዛረበላ ድማ ኣብ ሱፍ ዝርከቡ ትሕዝቶታትን ጥቕምታቶምን እዩ ሱፍ ብጥረ ነገራት ኣዝዩ ሃብታም እዩ። ገለ ካብኣቶም ንምጥቃስ ቀዳማይ ቫይታሚን ኢ። ሱፍ ካብቶም ኣብ ዓለም ብቫይታሚን ኢ ዝሃብተሙ ምግብታት ሓደ እዩ። እዚ ቫይታሚን እዚ ድማ ጸረ ነድሪ ማለት ኣንቲ ኢንፍላማቶሪ ዘለዎ ኮይኑ ንህዋሳት ወይ ከዓ ንሴላት ካብ ዕንወት ይከላኸለሎም። በዚ መንገዲ እዚ ድማ ደጋዊ መልክዕ ቆርበትና ጽቡቕ ንክኸውን ይኽእል ማለት እዩ። ካልኣይ ትሕዝቶ ኣብ ሱፍ ንረኽቦ ድማ ሄልዚ ፋት ወይ ከዓ ጥዑይ ስብሒ ማለት እዩ። ሱፍ ብፖሊ ኣንሳቹሬትድ ፋትስ ብፍላይ ድማ ብሊኖሊክ ኣሲድ ዝበሃል ባታ ዝሃብተመ እዩ። እዚ ስብሒ እዚ ኸኣ ንልብና ካብ ሕማም ይከላኸለልናን ከምኡውን ሕማቕ ኮለስትሮል ንኽጎድል ይገብርን። ሱፍ ብተወሳኺ ማግነዚየም እውን ይውንን እዩ። እዚ ማግነዚየም ዝተባህለ ባእታ ድማ ንጥዕና ኣዕፅምቲ፣ ንምቁፅፃር ሽኮር ደምን ከምኡውን ንርግኣት ነርቭን ኣዝዩ ወሳኒ ዝኾነ ተራ እዩ ዝፃወት። ከምኡውን ኣብ ሱፍ ዝርከብ ሰሌንየም ንሕማም መንሽሮ ማለት ካንሰር ኣብ ምክልኻል ዓቢ ተራ እዩ ዘለዎ። ንጥዕና ታይሮይድ እውን ኣዝዩ ኣገዳሲ። ብተወሳኺ ፊቶስቴሮል ዝበሃል ባእታ እውን እውንን እዩ። እዚ ፊቶስትሮል ዝበሃል ባእታ ምስ ኬለስትሮል ዝመሳሰሉ ተፈጥራዊ ውፅኢት ኮይኖም ኣብ ደምና ዘሎ መጠን ኬለስትሮል ንምንካይ ይሕግዙ። ሱፍ ኣቐዲምና ጠቂስናዮ ከም ዘለና ትሕዝቶታትን ጠሞታቱን ኣብ ምክልኻል ሕማም ልቢ እውን ዓቢ ተራ ዝፃወት እቲ ኣብኡ ዘሎ ኤንዛይም ኤስኢ ኢንሂቢተርስ ማለት እዩ ነቶም ብለድ ቨዘልስ ብምህዳእ ፀቕጢ ደም ወይ ከዓኒ ብለድ ፕረቸር ንምንካይ ኣዝዩ ድሕግዘና ከምኡ እውን ኣብ ምክልኻል ሕማም ሽኮር እውን ቀሊል ዘይበሃል ተራ እዩ ዘለዎ ብመሰረት መፅናዕትታት ሱፍ ኣብ ምግቢ ብምውሳኽ እቲ ድሕሪ ምግቢ ዝመፅእ መጠን ሽኮር ደም ማለት ብለድ ሽጓር ንኸይውስኽ ይከላኸል ኣብዚ ከይተሓፀረ ሱፍ ኣብ ስርዓተ ምሕቃቅ እውን ኣዝዩ ይሕግዘና እዩ ማለት ብፋይበር ወይ ካኒ ብፅሕድታት ሃብታም ስለ ዝኾነ ንስርዓተ ምግብና ብቀሊሉ ምግቢ ምስ በላዕና ክሕቀልና ይኽእል ማለት እዩ። ከም ሳልሰይቲ ነጥቢ ኣልዒልና ንዛረበላ ድማ ሱፍ ከመይ ጌርና ክንጥቀመሉ ንኽእል ወይ ካኒ ብኸመይ መንገዲ እንተተጠቐምናሉ እዩ ዝሓሸ ኣብ ሕብረተሰብና ሱፍ ካብ ምግቢ ንላዕሊ ማሕበራዊ ትርጉም ዘለዎ ከም ምዃኑ ብዝተፈላለየ ዓይነት መንገዲ ኣብ ጥቕሚ ነውዕሎ ኢና። በዚ ምክንያት ድማ ይጠፍኣና ይብልነ ካብ ኣብነት ንምጥቃስ ግን ኣብ ምግቢ መመቀሪ ሕልበትን ፀብሕን ንጥቀመሉ ኢና። ሕልበት ኣብ ነዳለወሉ ግዜ ነቲ ሱፍ ጥሒና ምስቲ ባልዶንጓ ንሕውሶ ማለት እዩ። ከም ንሪኦ እቲ ሕብሪ ወይ ከዓ ነቲ ክሬም ባህሪ ናይቲ ሱፍ ካብቲ ናይ ባልዶንጋ ዓይነት ሕብሪ ዝተፈለየ ኣይኮነን። ኣዳሊና ኣብ ነቕርቦ ድማ ፍሉይ ዝኾነ መቐረት ነቲ ሕልበት ይህቦ። ናብ ሕልበት ወይ ከዓ ናብ ፀብሒ ኣብ ንወስኸሉ ግዜ ብዝተወሰነ ዓቐን ማንካ ጌርና ኢና ክንሕውሰሉ ዘለና። ብፍላይ ድማ ኣብ እዋን ፆም ከም ቀንዲ ናይ ፕሮቲንን ስብሕን ምንጪ ኮይኑ እዩ ዘገልግል። ብፍላይ ድማ ኣብ ፀብሒ ክነእትዎ ከለና ከም መተካእታ ቅብኢ ናይ ጠስሚ ኮይኑ እዩ ዘገልግለና። ምክንያቱ ኣቐድም ኣቢልና ጠቂስናዮ ከም ድለና ሱፍ ጥዑይ ዝኾነ ስብሒ ይውንን ኢልና ኣለና። እዚ ድማ ናይ ገዛ ርእሱ ዝኾነ እኹል ቅብኢ ኣለዎ ማለት እዩ። ካልኣይ ናይ ፆም ፀባ ወይ ድማ ናይ ፀባ ሱፍ ማለት እዩ። እዚ ናይ ሱፍ ፀባ ብዝተፈላለየ መንገዲ ክንዳልዎ ንኽእል ንኸውን ኢና። ከም ኣብነት እንተጠቒስና ዘይተቐርፈ ሱፍ እንተረኣ ኮይኑ መጀመርታ ኣሪና ሓፂብና ኣብ ማይ ጌርና ንሰኽትቶ ንዝተወሰነ ደቃይቕ ምስ ኣፍላሕናዮ እቲ ሕብሪ ካብ ፃዕዳ ናብ ብራውን ወይ ከዓ ሓመዳዊ ፅልም ዝበለ ነገር ይኸይድ። ሽዑ ነቲ ማይ ኣሊና ኣብ ብለንደር ኣብ ናይ ጁስ ጌርና ቁሩብ ማይ ጌርና ወይ ከዓ ዝኣኽለና ማይ ወይ ከዓ ከምቲ ዓቐኑ ናይቲ ሱፍ ጌርናዮ ዘለና ጌርና ንጥሕኖ ምስ ጠሓናዮ ሽዑ ብመፅፈፊ ፅሩይ መፅፈፊ ጌርና መፅፈፊ ንዘፎ እዚ ዘይተቐርፈ ሱፍ እንተራ ኮይኑ ማለት እዩ ሽዑ እቲ መማዩ እቲ ፀባ ድመስል ሱፍ ከም ፀባ ኮይኑ የገልግለና ቅያር ማለት እዩ ብፍላይ ኣብ ፆም ኣዝዩ ዝጠቕመና ማዕናጡና ከለስልሰልና ከምኡ ውን ኣብ ላዕሊ ጠቂስናዮ ከም ዘለና ቀሊል ዘይኮነ ጥቕሚ ዝህበና ማለት እዩ። እዚ ፀባ ናይ ሱፍ ኢልናዮ ዘለና ሓደ ከም መልክዕ ናይ ፀባ ክንወስዶ ንኽእል ኢና። ካብኡ ድማ እንጀራ ኣሊኽና ክንበልዖ እውን ንኽእል ኢና። እዚ ማለት ሽጉርቲ፣ ኮሚደረ ከምኡ እውን ጉዕ ጌርና ቁሩብ ኦሊቭ ዘይቲ ድዩ ወይ ንጥቀመሉ ዘይቲ ንማለቱ ጌርና ምክንያቱ ናይ ገዛ ርእሱ ዘይቲ ስለ ዘለዎ ብዙሕ ዘይቲ ምሕዋስ ኣየድልየናን እዩ ቅልቅሉ ኣቢልና ኣውሪድና ሽዑ ነቲ ዝሰፈፍናዮ ወይ ከዓ ነቲ ዝሰራሕናዮ ሱፍ ናብኡ ሓዊስና ልካ ከም ናይ እንጣጢዕ ስታይል ገርና ማለት እዩ ክንወስዶ ንኽእል ኢና ጉዳይ ጨው ከም ድሌትና ክንገብሮ ንኽእል ኢና ኣብቲ ድስተ ድማ እንተደልና ጨው እንተደልና ከዓ ሽኮር ሓዊስና ንወስዶ ማለት እዩ እዚ ክንጠቕሶ ዝፀናሕና ኣገባብ ዘይተቐርፈ ሱፍ እንተ ኮይኑ እዩ ዝተቐርፈ ሱፍ እንተ ኮይኑ ብፍላይ ኣብ ቀዳማይ ዓለም እንተ ሃሊና ሱፍ ዝተቐርፈ እዩ ብዕሹግ ድሉ እዩ ዝመፀና ስለዚ ሓፂብና ኣብ ማይ ኣፍሊሕና ኖርማል ምስ ጠሓናዮ ቅራፍ ስለ ደይንረኽበሉ ኣእኹሎ ኢና ክነዳልዎ ንኽእል ማለት እዩ ብተወሳኺ ሱፍ ብመልክዕ ቆሎ እውን ንወስዶ ኢና ብፍላይ ኣብ ዝተዓሸገ ቆሎ እንተተፊልና ብዙሕ ሱፍ ይገብሩሉ እዮም። ስለዚ ሱፍ ብዝተፈላለየ ዓይነት መንገዲ ክንወስዶ ከም እንኽእል ርኢና ኣለና። ብፍላይ ድማ በዘን ሰለስተ መንገዲ ማለት እዩ። እቲ ቀዳማይ ከም ፓውደር መልክዕ ነቲ ዝተቐርፈ ብፍላይ እንተራ ኮይኑ ሕምስ ሕምስ ኣቢልና ጢሒና ልክዕ ከም ፓውደር ኣቐሚጥና ኣብ ዝተፈላለየ ልክዕ ከም ኣብ ሰላጣ ኣብ ፀብሒ ኣብ ንገብረሉ ግዜ ብውሱን መጠን ብማንካ ፈይፈይ እንዳበልና ክንጥቀመሉ ከም ንኽእል፣ ካልኣይ ኣፍሊሕና ብለንድ ጌርና ብእንጀራ ጌርና ክንበልዖ ከም ንኽእል፣ ከምኡውን ሳንፍላወር ሚልክ ተባሂሉ ከም ዝፍለጥ ወይ ከዓ ናይ ሱፍ ፀባ ከም ዝበሃል ከም መልክዕ ፀባ ክንወስዶ ከም ንኽእል ንቬጋን ከምኡ እውን ኣብ ግዜ ጾም ኣዝዩ ከም ዝጠቕመና ርኢና ኣለና ማለት እዩ ከም ራብዒቲ ነጥቢ እንጠቕሳ ድማ ሱፍ እዚ ኩሉ ትሕዝቶን ረብሓን ካብ ሃለዎስ ኖርማል ዲና ክንጥቀመሉ ንኽእል ዋላስ ክንጥንቀቐሉ ንኽእል ሰባት ኣለና ኢና ከምኡ እውን ብደረጃ ዕድመ ውሱን ዝኾነ ዓቕን ኣለዎ ድዩ ዋላስ ንኹሉ ሓደ ዓይነት እዩ ዝብል ክኸውን እዩ ኖርማል ክወስድዎ ዝኽእሉ እዞም ዝስዕቡ እዮም ህፃናት ምክንያቱ ንዕብየት ወይ ከዓ ንህንፀት ዓፅሚ ጠቃሚ ስለ ዝኾነ ነብሰ ጾራት ኣዴታት ንቫይታሚናትን ሚነራላትን ክረኽባሉ ስለ ዝኽእላ ከምኡ እውን ስፖርተኛታት ድማ ንሓይሊ ጭዋዳታት ክሃንፀሎም ስለ ዝኽእል እቶም ካልኦት ናይ ጥዕና ዘሰክፍ ተላእ ዘይብልና ኖርማል ክንወስዶ ንኽእል ኢና እቶም ካብ ሱፍ ምውሳድ ክንጥንቀቕ ወይ ድማ ክነወግዶም ዘለና ድማ እዞም ንስዕብ ኢና ቀዳማይ ናይ ጨው ጸገም ዘለና ሰባት ሱፍ ብጨው ዝተዳለወ እንተደኣ ኮይኑ ንብዝሒ ደም ክውስኾ ስለ ዝኽእል ብዘይ ጨው እንተደኣ ተጠቐምና ተመራፂ ይኸውን። ካልኣይ ናይ ኩላሊት ጸገም እንተደኣ ሃሊና ሱፍ ካብ መሬት ካድሚየም ዝበሃል ማዕድን ስለ ዝስሕብ ብብዝሒ ካብ ምውሳድ ክንቁጠብ ኣለና። ምክንያቱ ንኮላሊትና ከጥቃዓ ስለ ዝኽእል ወይ ድማ ብውሑድ መጠን ክንጥቀም ይግባእ። ብተወሳኺ ጉዳይ ኣለርጂ እዩ። ገለ ሰባት ተነቀፍቲ ወይ ድማ ሰንሲቲቭ እንተደኣ ኮይኖም ሱፍ ድሕሪ ምውሳዶም ዝኾነ ምልክታት ከም ሕኸኽ ወይ ድማ ናይ ውፅኣት እንተዳ ኣርእዮም ካብ ምውሳዱ ክቑጠቡ ይምከር። ብደረጃ ዕድመ መጠን ንወስዶ ዓቕን ክፈላለ ይኽእል ዶ ንዝብል ስክፍታ እወ ክፈላለ ይኽእል እዩ። ዝኾነ ነገር ኣብ ንወስዶ ግዜ ብዓቕኑ ምስ ዝኸውን እዩ ከም መድሃኒት ኮይኑ ከገልግለና ዝኽእል ስለዚ እቲ ዓቐን ከም ዝስዕብ እዩ፣ ንህጻናት ማለት ካብ ክልተ ክሳብ ዓሰርተ ዓመት ዝዕድሚኦም ሓንቲ ማንካ ጣውላ ሱፍ እኹል እዩ። ንቲን ኤጀር ትሕቲ 18 ዓመት ድማ ክልተ ማንካ ማለት ከባቢ ካብ 20 ክሳብ 25 ግራም እኹል እዩ። እቶም ኣብቲ ዝተረፈ ክሊ ዕድመ እንርከብ ድማ ኣብ መዓልቲ 30 ግራም ወይ ድማ ሓደ ዕማኾ ማለት ስሞል ሃንድፉል ክንጥቀም ንኽእል ኢና። እዚ ጠቂስናዮ ዘለና ዓቐን ኣብ መዓልታዊ ክንወስዶ እንኽእል እዩ። ከም መተሓሳሰቢ ክጠቕሳ ዝደሊ ግን ሱፍ ኣብ ንሕምሰሉ ግዜ ወይ ድማ ኣብ ማይ ኣብ ነፍልሖ ግዜ ብዙሕ ከነፅንሖ የብልናን። ምክንያቱ ብዘፅናሕናዮ መጠን እዚ ትሕዝቶ ናይ ቫይታሚን ኢ ስለ ዝንኪ። ካልኣይ ጨው ኣብ ቀዳማይ ዓለም መብዛሕትኡ ግዜ ሱፍ ብጨው ተጠቢሱ ስለ ዝሽየጥ እዚ ድማ ንጸቕጢ ደም ክውስኽ ስለ ዝኽእል ጸቕጢ ደም ዘለና ሰባት ሱፍ ኣብ ንገዛሉ ግዜ ጨው ዘይብሉ ወይ ድማ ኣንሳልት ዝብል ክኸውን ከም ዘለዎ ክንርስዕ የብልናን። ብተወሳኺ ሱፍ ሓያል ጸዓት ወይ ድማ ሃይ ካሎሪ ስለ ዘለዎ ካብ መጠን ንላዕሊ እንተደኣ በሊዕና ንክብደት ኣካል ክውስኽ ስለ ዝኽእል መዘኻኸሪ ክህብ እፈቱ። ሕጽር ብዝበለ ሱፍ ንጥዕና ልብናን ቆርበትናን ዝሕግዝ ሓያል ስነ ፍልጠታዊ ረብሓ ዘለዎ ፍረ ኮይኑ ኣብ ባህልና ድማ ንመግብና መቐረት ንዕላል ድማ ድምቀት ዝህብ ክቡር ትሕዝቶ ዘለዎ ባህርያዊ ሃብትና እዩ። ስለዚ ብውሕሉል ኣገባብን ብውስን ዓቐንን ንኽጥቀምሉ ብትሕትና እንዳተላበኹ በዘን ሕቶ ክፍለየኩም። ንስኹም ከ ንሱፍ ብኸመይ መገዲ ትጥቀምሉ? ምስ ሕልበት፣ ምስ ቆሎ፣ ብፀባ ወይስ ብኸመይ ትጥቀምሉ? መልሲ ኣብ ኮመንት ክፅበ። ናይ ሎሚ ቪድዮ ትሕዝተና ነዚ ይመስል ነይሩ። ኣብ ሃናጺ ሓሳብ ቲቪ መጺኹም ስለ ዝተኸታተልኩም እናመስገና እዛ ቪድዮ ጠቓሚት ኮይና እንተረኺብኩማ ላይክ ሃብዋ፣ ንፈተውትኹምን ቤተሰብኩምን ንኽበጽሖም ሼር ብምግባር ንዝያዳ ትሕዝቶ ሳብስክራይብ ኣይትረስዑ ኢኹም። ኣብ ቀጻሊ ቪድዮ ክሳብ ንራኸብ ከዓ ሰሰናይ ናዕኹም።